ክትሓርቕ እንተለኻ እንታይ ትገብር?
ጨጉረይ ጠውይ።
ብጀካ ኣብ ማይ ኣብ ካልእ ዓይነት ፈሳሲ ኣብ ምንታይ ምሓመስካ? ኣብ ሩባ።

ሰላም ሰላም ኩራት ተኸታተልቲ መርከብ ሾው ሎማዓንቲ ኣብ ጎደናታት እናተዛወርና ዝተፈላለዩ መዘናግዒ ሕቶታት ሒዝናልኩም ቀሪብና ኣለና ሰሰናይ ንኣኹም መጀመርያ ሽምካ። ሽመይ ዳዊት ይስሃቅ ገብረሃዋርያ። ኣታ ሓድሽ ገብረመድህን።
ተክለወይኒ ኩሩም።
ቢንያም።
ናብ ሕሉፍ ሂወትካ ክትምለስ ዶ ምመረጽካስ ናይ መጻኢ ምስትክካል።
ናይ ሕሉፍ ሂወትካ። ናይ ሕሉፍ ሂወትካ ምስትክካል ዶ ምሓሸካስ ናይ መጻኢ ሂወትካ ምስትክካል። ናይ መጻኢ ሂወተይ እባ። እሺ ንምንታይ ኢካስ መሪጽካ።
ናይ መፃኢ ሂወተይ ዘበለኒ ማለት እዩ ኣጋጣሚ ኮይኑ ንቅድሚት ኣነ ክነብሮ ዝግባእ እናተመሓየሸ ንዓይ ንስድራይ ንወለደይ ንዓደይ ፅቡቅ መነባብሮ ንክንነብር ናይ መፃኢ ሂወትካ ተስተካክል።
ሕሉፍ ሂወት ማለት በቃ ሕዚ ዕድሜኹም ክንደይ ትገብሩሞ? ኣርብዓ።
እሺ ናብ ሰላሳ ዓመት ወይ ናይ ዕስራ ዓመት ዶ ምምላስ ምሓሸ ነይሩስ ኣይሕሸናይ ወይስ ናብ ስሳ ዓመት ኬርኩም ሃፍታም ገለ ምዃን? ኣረ ሓፍተይ ደሊ እብስር ዘተለኒ እየ ዝደሊ ሓፍተይ እሺ።
ድሕሪ ዕስራ ዓመት ክመልሰኒ ንድሕሪት ክምለስ ኣይደልን ድዩ ኔቸርታ ኣይደልን እዚ ዘለኒ በቃ ቀፃሊ ኣይደልን በዚ በዚ ኽ- ህይወት ትኸድዎ ዘለኹም ምስትኽኻል ህይወት ክምሕሸኩም ኣድልዩ እቲ ተስተኻኸለ ህይወት እየ ንብል ናይ መፃኢ ሂወትካ ምስትኽኻል ንበል ናይ መፃኢ ህይወትካ መስተኻኸልካ ንምንታይ ከምኡ መሪጽካ? እባክሽ ዓሃትያ ስዒደ እየ ነይረ ምንም ዘበልክዎት ነገር የብለይን። እና ናብ ሕሉፍ ተመሊስካ እቲ ዘ- ሕማቕ ዘጥፋእኻዮ ሂወትካ ክተስተኻኽሎ ኣይትምኩርን? ዋ- ዋ- ማለትስ ካብ ሕዝስ በቃ ዘጥፋእኽዎ ኩነታት እ፣ ንመጻኢ ናብ ጽቡቕ ከ- ብለ ይሃስብ።
እሺ።
ኣረ ገዛቃና ስቀ ስቀለሉ ደሞ
ናይ መጻኢ ህይወተይ ከስተኻኽል እሺ ናይ ሕሉፍ ሂወትካ ከ ክተስተኻኽል እዮም ሓሰብካ ክትሓርቕ እንተለኻ ትገብሮ ነገር?
ክሓርቕ እንተለኹ ዝገብሮ ነገር ዶ ኣጋጣሚ ኣነ ክሓርቕ እንተለኹ ዝገብሮ ነገራት ማለት እዩ እቶም ካባይ ንታሕቲ ዘለዉ ንዓኣቶም ክርኢ እንተለኹ ዋይ ንዚኣቶም እኳ እንተ ዘለዉስ እናበልኩ ንኣኣቶም ርእየ እቲ ናተይ ሕርቃን።

ኣይኮነን
ተረዲእኻኒ ዲኻ ግን በቃ ካብ ሕዚ ተትበሃል ብጀካ ማይስ ኣብ ካልእ ሓምስ ወይ ከዓ ብኻልእ ኢኻ ክትሕፀብ ተትበሃል ኣብ ምንታይ ምተሓፀብካ ወይ ብምንታይ ማይ ኣብ ምንታይ ምሓመስካ ነይርካ?
እዚኣ እኳ ከቢዳትኒ ኣብ ምንታይ ማይ ተዘይሃልዩስ ኣብ ምንታይ ማይ ናብራ ክንሓፅብ ኣብ ፀባይ ምተሓፀብካ ወይ ብፀባ ወይ ፀባ ዘለዎ ምሓመስካን?

ብጀካ ማይ እኮ የለን። ብጀካ ማይ ብጀካ ማይ ደኣ ታይ ደሊ'ዩ መሕጸቢ ደኣ።
ብጀካ ማይ ካሊእ ፈሳሲ የለን። ካሊእ ፈሳሲ ብኣልኮል ነገር ድዩስ ወይ ድማ ታይ እዩ። ብዝኾነ ይኹን በቃ።
ዋእ ብኣልኮል ነገር ደኣ ታይ እሞ እዩ ከመይ ማለት እዩ።
ኣኸነ ብጀካ ማይስ ብኻሊእ ተሓጸብ ተትባልስ ብምን ማይ ምትሓጸብካ ነርካ። በዚ ናይ ኣልኮል በዚ ናይ ግዝያዊ ዘሎ እዚ ታይ እዩ ዝበሃል እዚ። በቃ ብኣልኮል ምተሓጸብካ። ኣሃ እሺ ሕዚ ኣብ ካሊእ ዓይነት ፈሳሲ ሓምስ ተትባልስ ኣብ ምንታይ ምሓመስካ? ኣብ ምንም ካሊእ ዓይነት ፈሳሲ ኢለ ፈሳሲ ከም ማይ ኢልኒ ሓቀይ ዶ? ካሊእ ዓይነት ፈሳሲ ኣሎ እንድዩ ብጀካ ማይ? እንታይ ኣሎ ዲ ካሊእ? ጸባ ኣሎ ሓደ ኣልኮል ኣሎ እሺ ኣብ ምንታይ ምሓመስካ?
ዋይ ካብ ኣልኮል ጸባ ምሓሸኒ።

በቃ ግዴታ ተዝኾን ግዴታ ኮይኑ ካሊእ ቀይር ሽም ተትባል እንታይ ኢልካ መውፅኻ? ግዴታ ተዝኸውን ስእሊ ግዴታ ግዴታ ተዝኸውን ደኣ
ሓድሽ ሓዱሽ ኢልካ መጸኻ ዝመረጽካሉ ምክንያት ኣሎ ድዩ ዝመረጽካሉ ምክንያት ሓድሽ በቃ ማለተይ ስም ስታሊን እያ ሓዳሽ ዓመተ ምህረት ሓድሽ ሓድሽ ዘበን ብዛ ዓመተ ምህረት ዲኻ ተውጸላ ኣለኻ ንኣኻ ካብ ከተውጽእ ብኣቢለስ በዘዘለ ናተይ በቃ ታዳ ገሬ ንምንታይ ገሬ መሪጽካ ስለ ዝምቸወንስ ሽምስ

ኣብ ደገ ውዒልካ ንገዛኻ ክትኣቱ ተለኻ መጀመርታ ትገብሮ ነገር ታይ እዩ? መጀመርያ
መጀመርያ ደሓን ዶ ውዒላትኩም ኢለ ይኣቱ ናብ ናብ ገዛ እሺ ካብኡ ኸኣ ካብኡማ ያው
ትገብራ ነገር ትዛራ ዘራ ዘይኮንኩ ኢለካ ትገብራ ነገር መጀመርታቱ ምሰልካ ትገብራ ነገር ታይ እያ?

ንሱ ዳኣ ዘረባ እንድዩ ትገብርዋ ነገር እባ ኣብ ገዛይ ካኣ ተኸለኹ በቃ እግረይ ስረ ጫማ የውፅእ ሸበጠ ይቕይር ኣብ ደገ ውዒለስ ንገዛይ ተኣተ ተለኹ ኣብ ደገ ውዒለ ዳኣ ማይ ተሓፂበ ይኣቱ መጀመርያ ናይ መን ኮረና ገለ መልሲ ዝኒ ማይ ተሓፂበ ገለ ይኣቱ በቃ ንጎይታ እንኳዕ ብሰላም ዕልካ ብሰላም እትኸን ይብሎ ንሱ ትዛረቦ ዘረባ እዩ ትገብሮ ነገር እንታይ እዩ
ኢደይን ሕፀነት ናናፀ መጀመርያ ቅድሚ ካንሸለይ መኽፈተይ ኣርኮል ይገብረላ ካብኡ ከዓ ተለኹ ኢደይ ይሕፀ ሓንቲ ነገር የለካ ሓንቲ ነገር በቃ ኢደይ ተሓፅዮ ንምታ ኣብዚ ቻናለይ እዙይ ሓሳብ እንተደኣ ሃሊኩም ኣብ ናይ ኮሜንት መፅሓፍ ቦታ ኣቲኹም ሓሳብኩም ጉደፉለይ። ነዚ ቻናለይ እንተ ፈቲኹሞ ሳብስክራይብ ግበርዎ ላይክ ሼር ከይትርስዕዎ የቀኔለይ።